ሰላም ሰላም ተኸታተልቲ ሪምና መድያ ቻነል ከመይ ኣለኹም ከመይ ትኾኑ እንኳዕ ደሓን መጻኹም ናብ ቻነል ኣነ ብጣዕሚ ጽቡቕ ኣለኹ ከምዚ ኣነ ጽቡቕ ዘለኽዎ ጽቡቕ ክትህሉ በዓል ሙሉእ ተስፋ እየ እምበር ሎሚ ብክልተ ኣርእስቲ ወይ ዛዕባታት ተመሊስናኩም ኣለና ናብቲ ኣርእስትና ቅድሚ ምእታው ናብዚ ቻነል ሓደሽቲ እንተኾንኩም ሳብስክራይብ ክትገብሩ ብትሕትና ንሓትት። እቲ ቀዳማይ ኣርእስትና ናይ ዕዳጋ ግጭት ኣብ መዓርፎ ነፈርቲ ኖርወይ ክኾን ከሎ እቲ ካልኣይ ድማ ምንቅጥቃጥ ምድሪ ኣብ ኖርወይ ዘስዓቦ ሓደጋታት ክኸውን እዩ፣ ሰናይ ምክትታል። ኣብ መዓርፎ ነፈርቲ ኖርወይ ናይ ባንክ ውድድር ምስ ተገብረ እተላዕለ ሕጋዊ ክርክር ካብ ዕለት ሓደ ግንቦት ኣትሒዙ ተጓዓዝቲ ኣብ ጋርደርሞንን ፍላዝላንድን ናይ ባንክ ኤቲኤም ኣገልግሎት ክህብ ከም ዘይክእል ኣቪኖር ገሊጹ። ኣቪኖር ሓደ ኩባንያ ናይ ሲቪላ ኤርፖርት ዘንቀሳቕስ ትካል እዩ። በዚ ዘጋጠመ ኩነታት ድማ ኣዚና ንሓዝን ክብል ቃሉ ሂቡ። ክሳዕ ሰንበት እተን ኣብ ጋዱመን ዝርከባ ኤቲኤም ብዲኤምቢ ባንክ ክካየድ ጸኒሑ፣ ኣብዚ ሰዓት'ዚ ግን ካልእ ሓደሽቲ ተጫረቲ ባንክታት ስለዝመጻ ኣብቲ ጨረታ ድማ ዘይምስምማዕ ስለተፈጥረ ኤቲኤም ክሳብ ዕለት ዓሰርተ ደው ከምዝብል ተጌሩ'ሎ። ክሳብ ዕለስት ዓሰርተ ጉንበት ኣብ ቤት ፍርዲ ክቐርብ ከም ምዃኑ ኣቪኖር ገሊጹ። ብድሕሪ እዚ እቲ ቤት ፍርዲ ምስ ተወሰነ ገየሽቲ ናይ ኤቲኤም ኣገልግሎት ክረኽቡ እዮም። ኣብ ቤት ፍርዲ ጉዳዮም ተራእዩ ክሳብ ዝውዳእ ግን እቲ ናይ ኤቲኤም ተዓጽዩ ክጸንሕ ምዃኑን ገያሾ እኹል ሓበሬታ ክረኽቡ ከም ዘለዎምን ኣቪኖር ብጥብቂ ገሊጹ። እቲ ናይ ንግዲ ዳይረክተር ዮኪም ዝተባህለ ድማ በዚ ዝተፈጥረ ኩነታት ኣዚና ንሓዝን ኣብ ሓጺር እዋን ግን ንኽፍታሕ ድማ ኣዚና ትስፉዋት ኢና ክብል ገሊጹ። ስለዚ ኩላትኩም ካብ ኖርወይ ተሳፈርቲ እዚ ሓበሬታ እዚ በጺሒኩም ክኸውንን ቅድሚኡ ኩነትዘድልየኩም ምንዛሬ ሒዝኩም ክትመጹ ንሕብር። ከምኡ ድማ ካብ ካልእ ሃገር ናብ ኖርወይ ክትገሹ ትሓስቡ ሰባት ኣብ ኣየርፖርት ኦስሎ ጋርዶመን ምንዛሬ ክትረኽቡ ከምዘይትኽእሉ ንሕብረኩም ስለዚ ቅድሚ ኩነት እቲ ዘድልየኩም ምንዛሬ ሕዝኩም ንክትመጹ ወይ ድማ ዝኮነ ይኩን ቅድሚ ኩነት ንዓኩም ዘድልየኩም ሕዝኩም ክትመጹ ንሕብር። ኣብ ነርወይ ትረንላግ ዝበሃል ቦታ ናይ ምድሪ ምንቅጥቃጥ ስለ ዘጋጠመ እተወሰነ ሓደጋ ኣስዒቡ። እቲ ምንቅጥቃጥ ዘጋጠመሉ ቦታ ድማ ናይ ገለርያ ጽርግያ ብምዃኑ ሓደ በዓል መኪና ብፍጥነት ካብቲ ቦታ ከምልጥ ስለ ዘይከኣለ ኣብኡ ከም ዝተረፈ ይሕብሩ። ካልእ በቲ ሓደጋ ዝተቐልዑ ኣለዉ ድዮም የለዉን ኣይተረጋገጸን። ከም ተወሳኺ፣ ኣብቲ ገለርያ ብፍርስራስ ተጸቒጡ ዝጸንሐ ሓደ ሰብ ብድሕረኡ ብገለ ሰዓታት ብህይወቱ ከም ዝወጸ መጽሔት ዕስራን ኣርባዕተን ሓቢራ። ኣብቲ ከባቢ ንዝነብሩ ሰብ ኣባይቲ ብቐጥታ ካብቲ ዘለዉ ኣብቲ ካብቲ ከባቢ ክርሕቁ ከም ዘለዎም ብፖሊስ ተሓቢሩ። እቲ ጽርግያ ድማ ኣብ ዝተወሰነ ሰዓታት ክኽፈት ምዃኑ እቲ ህዝቢ ተሓቢሩ። እምበኣርከስ ክቡራት ተኻታልትና ናይ ለማዓንቲ ዝነበረ ሕጽር ዝበለ ሓበረታ ብምኻኑ ነዚ ይመስል ነሩ ክሳብ ብኻልእ ሓድሽ ኣርእስቲ ወይ ቪድዮ ንመጸኩም ሰሰናዩ ንዓኹም ነዚ ቪድዮ እንተፈቲኹሞ ሸር ክትገብርዎ በትሕትና ንሓትት ባይ
ከምዚ ኣብዚ ቪድዮ ንሪኦ ዘለና እቲ ኩነታት ዝገልፅ ቪድዮ ማለት እዩ ነዚ ይመስል እቲ ዘጋጠመ ሓደጋ ማለት እዩ ብንእሽተይ ንእሽተይ ቪድዮ ተሳኢሉ ኣሎ ነዚ ይመስል ማለት እዩ ከምዚ ንሪኦ ዘለና ገሊኡ እቲ ፅርግያ ተዓባቢጡ ንህለ ማለት እዩ እዚ ትሪኦ ኣለኹም እዚ ሓፂን እዚ እቲ ገለርያ እዩ እዘን መካይን ገሊኤን ኣብኡ ደው ኣለዋ ማለት እዩ